ጽሑፍቶዩ እወ ቀጽልለይ እስከ ቁሩብ ምስ ተረጋገት ክትቅጽለለይ ተላበኹዋ። ክገርመካ ከም ተቐዲመ ዘዕለልኩኻ እዩ ኣብ ትምህርቲ ሽልማት ከይወሰድኩ ዝሓለፍኩ እዋን ኣይዝከረኒ ቀዳሚት እየ ዝወፅእ ነይረ ብጀካ ኣብ ዝተፈላለየ እዋን ካልኣይ ዝወፀኽላ ኣርባዕተ ዓመት ገዲፍካ ማለት እዩ ባህጊ ወለደይ ኣብ መዕረፉ ከም ዘብፅሖ ግን ተጠራጢረ ይፈልጥኒ እንተኾነ ግን ነቲ ዘጋጠማ መኻልፍ ግዲ ዘኪራ ዕዒንታ ደጊመ ንብዓት ቆፀራ ኣጆኽባ ትሰማር ሞራል ሃብክዋ ክገርመካ ካብ ሓምሻይ ክፍሊ እዩ ዝጅምር ከም ገለ ይሓምም ነይረ ኣብ ሞይታ በዓልቲ ሓዳር ዝበልኩኻ ብተደጋጋሚ ናብ ሕክምና ተመላልሰት ነይረ እንታይ ሕማመይ እውን ኣይፈልጦን እየ ምክንያቱ ንእሸይ ብምዃነይ ሓንሳብ ነፍሰይ ድኽም ይብለኒ ኣብ ገለ እዋን ድማ ከም ዝሕክኽ ቁስሊ ይወፃኒ እንታይ በቃ ዝተፈላለዩ እዩ ነዚ በብእዋኑ ዝመላለሰኒ ዝነበረ ሕማም ሓላፍነት ወሲዳ ናብ ሕክምና ተመላልሰን ድማ ንሰያ ምስ ሓካይምን ክኢላታትን ትዛረብለይ ኣነ ድማ በቲ ንሳ ትህብኒ ማዕዳ ህይወት ይመርሕ ሻምናይ ክፍሊ ድዩ ታሽዓይ ኣብ ዝበጻሕኩሉ እዋን ጽቡቕ ገይረ ይዝክሮን መድሃኒት ውሰድ ኢልኪ ሓኪም ኢላ መዓልታዊ መድሃኒት ክትበኒ ምስ ጀመረት ሓውየ እቲ ሕማም ድማ ኣብ ኣካለይ ምምላስ ገዲፎ ከም ንቡር ድማ ትምህርተይ ብዝሓየለ ክቕጽል ክኢለ ዕላል ኣቋሪጻ ናብ ስግራ ኣቋመተት እሞ ናብ ንቡር ጥዕና ከተተመሊስክ ደኣ እንታይ ዘንብዕ ኣለኪ ኩሉ እኳ ዝፈልጥ እንተኾንኩ ነቲ ኣቐዲሙ ከም በዓል ዝጸንሐ ጉዳይ ግልፂ ኮይና መታን ክትነግረኒ ባብ ኣርሓኹላ እንድዒ ወደይ እቲ መኻልፍ ቅድሚ ወርሒ እዩ ግና ቅድሚኡ ዝነበረ ፍጻመ ክዕለካ እየ ቅድሚ ዓመትን ሽዱሽተ ወርሕን ዝተላለኽዎ ወጋሕታ ዝበሃል መምሃርቲ ኣሎ እዚ ሰብ ብጣዕሚ ጥዑምን ኣብ ትምህርቲ ድማ ንፉዕ እዩ ኣብ ታሽዓይ ክፍሊ ኢና ደቂ ክላስ ኮይንና ተላሊና ክገርመካ ንዓይን ብዓመትን ገለን እዩ ዝዓብየኒ ዋላ እኳ ንእሸ ይኹን ኣተሓሳስቡ ብጣዕሚ በሊሕ ኣብ ትምህርቱ ግዱስን ጠባይ ዘለዎን እዩ። ዛኽታ ምዃነይ ምስ ፈለጠ ከም ሓፍቱዩ ዝሕግዘኒ ነይሩ። ኣብ መጽናዕቲ ብሓደ፣ ኣብ ቀጽሪ ቤት ትምህርቲ ብሓደ ክንከይድን ክንመጽእ ከለና እውን ብተመሳሳሊ ክገርመካ ኣብታ ዝነበርናዮ ክፍሊ እዚ ኩሉ እናተፋተና ክንወዳደር ግን መዓት ኢና ኣብታ ፋልሜት ዓመት ኣነ ቀዲምዮ ዝቐጸለት ዓመት ድማ ሎሚ ዓመት ማለት እዩ እዚ ዓመተ ትምህርቲ ክውዳእ ቀሪቡ ስለ ዘሎ ድሕሪ ሓፂር እዋን ኢና መና ተዓዊቱ ክንፈልጥ ብዝኾነ ምስ ወጋሕታ ቀስ ብቐስ ናብ ስድራ ምዃን ተቓሪብና ንሱ ሓንቲ ሰንበት ገዛይ እንተመፅዩ ኣብታ ትስዕብ ኣነ ኸዱ ኣብ ኩሉ ምንቅስቓሳትና ዳርጋ ብሓደ ኢና ንሱ ፍቕሪ ሒዝዎ ኣነ ኸኣ ከምኡ እዚ ክብለካ ከለኹ ግን ሕውነታዊ ፍቕሪ እዩ ክገርመካ ንእስነት ዕዳ እንድዩ ብዙሓት ኣወዳት እዮም ንፍቕሪ ዝሓቱኻ ድቕቕ ኢላ ገጻ ምስቲ ድሙቕ ብርሃን ሕብሪ ገጻ ተደሚሩ ምጭውነታን ጽበቓን ከስብህል ኣይጸገመንን ብስርዓተ መሽጡ ዝተዓዃለለ ጸጉሪ ርእሳ ኣቐዲመ ዘሰብሃልክዎ ስሩዕ ቅርጻ ኣካላን ተዓዚብካ ገና ብንእስነታ ከም እትበሃግ ርግጸኛ ብምዃን ንነብሰይ ኣመንኩዋ። ዋላ እኳ ንሳ ስክፍ ተሓዊሳ ብርክ ዝበሉ ሰባት ንፍቕሪ ከም ዝሓትዋን ከም ትነጽጎምን ተገለጸትለይ ምስ ምጭውነት ዝተሓወሶ መልክዓ ደማሚረ ሓቂ ምዃኑ ከረጋግጽ ምስክር ኣይደለኹን ምስ ወጋሕታ ኣብ ከምዚ ጽቡቕ ርክብ እንከለና'ዩ ድማ ብኣሞይ ተቓውሞ ክመጸኒ ጀመረ። ምስ ወዲ ዘለኪ ርክብ ከተቋርጺ ኣለኪ እናበለት መዓልታዊ ገዛና ብምምጻእ ክትቆያቕንን ክትሓርቕን ጀመረት። ኣባሓጎይን ዓባየን ድማ ኣብ መንጎ ክልቴና ተቐርቂሮም ኣነ እንታይ ስለ ዝገበረየ ክገድፎ ክብል ንሳ ድማ ተዘይ ገዲፍክዮ ክትብል ኣብ ህላኽ ኣቲና። ሓቂ ዘረባ ከኣ ካብ ወጋሕታ ምፍላይ ንዓይ ከቢድ እዩ ነይሩ። ምክንያቱ ኪኖ ብሕውነት ኣብ ኩሉ መዳይ ናይ ዓወት መገዲ ብሓባር ምጉዓዝ ናብ ካልእ ዝኸደ ርክብ ኣይነበረና። ብዝኾነ ግደፍየ ኢላ ምስማዕ ምስ ኣበኹዋ ብርቱ ሕማም ካብ ሞት ንይሓልፍ ግዲ ኢላ እቲ ዘይስገር ሓቂ ክትነግረኒ እያ ወሲና ሓልዮት ዝመንቀሊኡ ተባዕ ውሳነ እታ መዓልቲ ቀዳም እያ ነይራ ዝሓለፈ ወርሒ መያዝያ ናይ ዓመት 217 ኣብ ሞይ ንግሆ ናብ ገዛ ብምምፃእ ልክዕ ሰዓት 1 ናይ ንግሆ ቡንቆልያ ንገዛ ድሕሪ ምምፃእ ንኣባ ሓጎይን ኣባየን ኮፍ ኣቢላ ናብቲ ዘይስገር ዘረባ ኣምሪሓ ዘይተፀበኹዎን ክወርደንን ዘይነበሮን እንድዕ ወደይ ሰብ ብፅሑፍቲኡ ዝነብር ክበሃል ልክዕ ኣኽ ዳግማይ ናብ ንብዓት ተመልሰት ክገርመካ እዚ ኩሉ ቅድሚ ወርሒ እየ ፈሊጠ ኣቦይን ኣደይ ብኤች ኣይቪ እዮም ሞይቶም ኣነ ኸኣ ካብ ትምህርቲ ተሰናኺለ ሞራለይ ከይትንከፍ ኢላ እምበር ኣሞይ ኣነ እውን ኣይ ብኢደይ ኣይ ብእግሪ ተሰካሚት ከም ዝኾንኩ ትፈልጥ እያ ነይራ ግን ንዓይ ሓልያ ኩሉ ውሽጣ ቀቢራ ኣብ ትምህርተይ ጎብለል ከም ዝኸውን ገይራትኒ ምስ ወጋሕታ ምቕራበይ ዘየሐጎሳ ድማ ምስኡ ንእስነት እዚ መንቀሊኡ ርክብ ከይንገብር እሞ ከምዚ ናተይ ብዘይ ትፅቢት ከይልከም ብምሕሳብ እያ እንድዕ ወደይ ኣኽ ዓለም ዝተፈላለየ መገዲ እዩ ዘለዋ ናተይ ፅሕፍቶ ድማ ክልተ ኢዳ ኣብ ገጻ ብምልጋብ ንብዓት ሓንሰሰት ኣብቲ ፈለማ ምእማን እየ ስኢነ ግን ጽሑፍተይ ኮይኑ ወሪድኒ ክገርመካ ኩሉ ውሸይ ገይረ ክሳብ ሕጂ ምህላዊ ፈጣሪ ግርህነተይ ከም ዝረኣየለይ ኣሚነ ንዓለም ብተስፋ ክኸዳ ምስ ነብሰይ ቃልኣት የላ ወለደይ ሓሊፎም እዮም ካልኦት ወለዲ ግን ንውልዶም እውን ክሓስብሎም ናተይ ህያው ኣብነት እዩ ፈጣሪ ፅሑፍ ተኽያ ኢሉኒ ኣነ ድማ ተቐቢለ እዮ ሓንቲ ነገር ግን ክነግረካ ፀጋ ብርሃን ሓወይ ወለደይ ዶክተር ክኾነሎም እዮም ዝፅልዩንን ዝድግፉንን ነይሮም ኣብቲ መጀመርታ ብጣዕሚ እዮም ስንቢዶም ሕጂ ግን ናተይ ሞራል መታን ከይትንከፍ ኩሉ ውሽጦም ፀይሮሞ ብርግፅ ግን ትምኒቶም ሰሚሩ እቲ ዝብህግዎ ደረጃ ክበፅሐ እየ ከምቲ ብዘይ ኣበሳይ ፅሑፍተይ ኮይኑ ዘሎ እቲ ዝደልዮ ደረጃ ድማ ብፅሑፍተይ ክበፅሐ እየ ሶሪ ግን ኣይከኣልኩን

ሰብ ብጽሑፍቱ ድዩ ንዓለም ዝነብራ? ዝብል ከቢድ ሕቶ እናወጸኒ፣ መልሱ ግን በየናይ ዓቕመይ? ተስፋ ግን ነቲ ተኪዙ ዝነበረ ኣእምሮይ ፍናንን ሩፍታን ሃቦ። ደራሲ ጸጋብርሃን ጎይትኦም፣ ኣንባቢ ሙሴ ግርማጼን፣ ጽሑፍቶዩ።